ዝኽርታ ዜማ። ሰላም ከመይ ቀኒኹም ዝኸበርኩም ሰማዕቲ ኣብ ዝሓለፈ ዝተፈላለየ ዛንታታት ናይ ሰባት መልክዕ ዝኽርታ ዜማ ክንከታተል ቀኒና ንሕጂ ድማ ናይ ሓደ ሓውና ዛንታ ሒዘልኩም መፅእ ኣለኹ ሰናይ ምክትታል ሽመይ ቴምቴ ዝበሃል ኣብ እስራኤል ዝቕመጥ ሓውኹም ኮይነ ነዛ መደብ ክሰምዓ ብዙሕ ዝንጠያ እቲ ምንታይሲ ናይ ሰባት ታሪክ ፈትሻ ገሊኡ ንመሃረሉ ገሊኡ ድማ ነብስና ንፍትሸሉ ጌጋታትናን ጽቡቕ ግብርታትናን ስለ ተዘክረናን ትነግረናን ካብቶም ቀንዲ ናይዛ መደብ ተኸታታሊ ስለ ዝኾንኩ ኣብ ውሽጠይ ዘሎ በሰላ ንሰባት ከዕልለሉ ተገዲደ ኣለኹ። ከምቲ ኣነ ካብ ካልእ ሰብ ዝተምሃርኩዎን ጌጋይ ዝኣረምኩዎን ገለ ምኽርታት እውን ዝሓወስኩሉ፣ ሰባት ድማ በዚ ናተይ ተማሂሮም ክምዕዱንን ንጉድለታተይ ክእርሙንን ከተባብዑንን፣ ዘይተራእየኒ ብግሉጽነት ክነግሩኒ ዘለኒ ትጽቢት ክነግረኩም ይፈቱ ናብ ዛንታይ ክሕልፈኩም ኣተዓባብያይ ምርር ዝበለ እዩ ወላድየይ ብንእሽተና ስለ ዝሞተ ምስ ሰብኣይ ኣዴና እውን ስለ ዝዓበና ብዙሕ ክዝክሮ ዘይደሊ ሕሉፍ ኣለኒ ከምዚ ከምዚ ምባል ንዓይ ሕጂ ትርጉም የብሉን ፍቕሪ ወላዲ ጸጊበ ስለ ዘይዓበኹ ግን ብኣሉታ ይጸልየኒ እዚ ሕጂ ኣጋጢሙኒ ዘሎ ጸገም ከዕልለሉ ከለኹ ገለ ደኾን ይፈኹሰኒ ኢለ እምበር በይነይ ተጨኒቐ ነብሰይ ውን ሃሲዐ። ሕማቕ ኣይኮንኩን ማዕረ ሰበይ ሰሪሐ ዝኣቱ ዓይነ ብርኪ ዘለኒ ሰብ'የ። ኣዝየ ውን ንፉዕ ኣይኮንኩን። ዘመዝገብክዎ ብፍሉይ ዝግለጽ ዓወታት የብለይን። ከምቲ ኩሉ ሰብ ዝነብሮ ግን ዕጉብ ሂወት ክምስርት ዘይጸዓርኩ ኣይኮንኩን። ናይ ብንእሽተይ ዝነበረ ድኽነት ገዛና ኣልየ፣ ንነብሰይ ዝኸውን ገንዘብ ውን ኣይሰኣንኩን። ሓንቲ ትምኒተይ ዝነበረት ግን ገንዘብ ረኺበ ሩፍታ ክረክብ ዘይኮነስ ወሊደ ውላደይ ሓቚፈ ኣሐንቂቐ ከዕቢ እዩ ነይሩ። ኣምላኽ እውን ከም ትምኒተይ ኣይከልኣናን። ካብ ኤርትራ ባዕለይ ዘምጻኹዋ ጓል ተመርዔ ምዉቕ ሓዳር መስሪተ ኣብ ጥዑም ህይወት ኣለኹ። ንሰበይተይ እንታየ ገይረያ? ኣይፈልጥን ካብ ግዜ ናብ ግዜ እንዳተቐየረት እንያ ኼዳ ገለ ጉድለታት ረኺባትለይ ከይትኸውን ወይ ድማ ድሌታ ይስሕቶ ከይህሉ ነብሰይን ንዓኣን ሓቲተ ርብሪበ ይፈትዋ እየ ስነ ስርዓታ እውን ልዕሊ ማንም ምዃኑ ይፈልጥ እየ እሞ እንታይ ደኣ ረኺብዋ እንዲዓ መልሰይ ምኽንያቱ ኪኖቱ ዝሓተትክዋ ክገብሮ ዝኽእል የለን ውላድና ሓንትን ምቅርትን እያ ኣብ ዓሰብ ከለኹ ሓደ ሓደ መዓልቲ ትመጸና ዝነበረት ጋዜጣ ሓዳስ ኤርትራ ሩፍታ ትብል ዓምዲ ነይራታ። ነታ ጋዜጣ ሃንቀው ኢለ ድጽበያ፣ ምኽንያቱ ነታ ሩፍታ ከንብባ ኢለ ዘይኮንኩስ እታ ሽም ኣርእስቲ ደስ ስለ ትብለኒ። ወሊደ ሩፍታ ክረክበ ውላደይ እውን ሩፍታየ ዝብላ ይብል ነይረ። ከም ትምኒተይ ድማ በኹሪ ውላደይ ሩፍታ ኢለየ ሲመያ። ሩፍታ፣ ብርግጽ ሩፍታ! ሩፍታየ ንህይወተይ ሩፍታ ሂባትኒ እያ። ካብ ስርሐይ ተፈዲሰ የዕሩኸይ ኩሎም ናብ ዝተፈላለየ ቦታታት ከላግሱ ከለዉ ኣነ ግን ሩፍታየይን ክብርቲ በዓልቲ ቤተይን ስለ ዝናፍቕ ብጉያየ ገዛይ ዝኸይድ ንጓለይ ከም ድላያ ክኾነላ ንሰበይተይ ዝበለትኒ ክእዘዛ ብዝተኻእለኒ መጠን እየ ዝቃለስ እቲ ምንታይ ብኣይ ሕጉሳት ኮይነን መታን ክሓድራ በቲ ሓደ ድማ ገዛና ፍቕሪ ዝመልኦ ይኸውን ኮይንለይ እውን ንሓፂር ግዜ ከይዱ ምህሳሱ ግን ንትፅቢተይ ሰይሩ ኣደዳ ጭንቀትን ምረትን ገይሩኒ። ናብራ ስደት ኩልና ከም ንፈልጦ መሪር እዩ። ብፍላይ ድማ ኣብ እስራኤል ንሕልፎ ህይወት እቶም ዘለናዮ ጥራይና ንፈልጦ። በቲ ኣብኡ ዘሎ ባህሊ ተገዚኤን ሓዳረን ክብትና ከለዋ ዘሕርቃንን ነዕርኩተይ ዝድንግፀሎም ዝነበርኩ መዓልቲ ሓላይ እውን ኣብ ነብሰይ ምስ ወረደት ዝኾንክዎ ባዕለይ ጥራይ እየ ዝፈልጦ። በዓልቲ ቤተይ ጠባያ ተቐይሩ። ካልእ ሰብ ኮይና ትምኒተይ እንዳፈለጠቶ ውላድ ንድገም ምስ በልኩዋ ብንጽናሕ ዓመታት ሓሊፉ። ጽቡቕ ምናልባት ናይ ናብራ ጸገም እንተሃልዩና ሓቃ ምበልኩ። ንሕና ግን ኣምላኽ ይመስገን እንታይ ሲእንና ዋላ እውን ከም ሰብኣይን ሰበይትን ምዃን ኣብያትኒ። ብገዛእ ገዛይ ሰበይተይን ቅሳነት ምስ ሰኣንኩ በሊ ደሓን ኣነ ክወጸልኪ ኢለ ወጼላ። ንሳ ባዕላ ትፈልጥ ሩፍታየ ግን ንዓይ ኩሉ ነገር እያ ሩፍታ ዘይብላ ለይቲ ክሓድር ኣይክእልን እየ ፈለማ ቦኽረይን ናይ ነዊሕ ዓመታት ትምኒተይን እያ ፍቕሪ በዓልቲ ቤተይ ምንጸርክዎ ፍቕሪ ዘፍቅራ ሩፍታ ጓለይ ግን እንድዒ ንጻር ስኢነዮ ከም እሱር ኣብ ሰሙን ሓንቲ መዓልቲ ክሪኣ ጥራይ ዝፍቀደኒ ሩፍታይ ከም ባህገይ በላሕን ብልጽትን ቆልዓ ኮይና እያ ዓብያትለይ ኣብ ቅድመይ ነወዲኣ ተዋርዳ ንስኺ ረባሺት ዓሻ ኢኺ ባባ ብሰንክኺ እዩ ንስኺ ስለ ዘይተኽብርዮ ዓቢሩ ትብላ ንእሽተያ ኣምላኽ ግን ንሩፍታየ ፍሉይ ሕያብ ይለግስለይ በዓልቲ ቤተይ ግን ኣይሓገዘትንን ደሓን እዚ እውን ምጸርክዎ ገለ ደኾን ናብ ልባ ትምለስ ኢለ ክንደይ ፈቲነ ምኽንያቱ ብዘይርዳእን ትርሕቐኒ እውን ስለ ዘላ እስከ ባዕልኹም እሞ ፍረዱኒ እንታይ እየ ክኾነላ ካብ ድላያ ምእዛዝ ሓሊፈስ እንታይ እየ ክገብር ክሃርማ ነይሩኒ ከምቶም ክብረት ዝኸልእወን ክብራ ክምንጥላ ነይሩኒ እስከ ንጎርኒ ኩልኽን ብኸምዚ ኣሕዋትክን ተሳቕያ ዘለኽን ኣብ ክንዲ ምስ ውላዶም ዝማመቑ ደገ ደገ ክብሉ ትፈርዳ ዘለኽን ኣሕዋትና ትጋገያ ኣለኽን ከመይ ኢና ክንኮነልክን እስከ ንገራና እንታይ ተኾንና ኢኽን ትፈትዋና ኣንደልየኩምኒና ስለምንታይ ዘይትደልያና እንድሕ በቃ ኣሕዋተይ እዚ ክብል ኣይክእልን እየ ነዛ ዝፈትዋ በዓልቲ ቤተይ የኽብራ እየ ሕጂ እውን ኣነ ኣለኹ ኢላ ተተመሊሳትኒ ኣብ ልበይ ቦታ ኣለዋ እቲ ምንታይሲ ኣደ ዝፈትዋ ረፍታ ጓለይ ስለ ዝኾነት በዲላትኒ ትብል ቃል እውን ኣየውፅን እየ በታ ናይ ነዊሕ ዓመት ባህገይ ዝኾነት ክንደይ መሰናኽል ሓሊፈ ዝረኸብኳ ርፍታ ጓለይ ህይወተይ ክሰርዕ ኣብ ጸሎትኩም ዘክሩኒ ንበዓልቲ ቤተይ ወይ ንዓይ ገለ ጌጋ እንተተራእኩም ኣርሙና ንበዓልቲ ቤትካ እንታይ የድልያ ከመይ ተኾንካላ እትፈትወካ ኢለ ኣነ ዝፈልጠን ኩለን ፈቲነን ተግቢረየን እየ ክኾነለይ ግን ኣይከኣለን ምእንቲ ውላደይ ተሰዊዐ ሕጂ ውን ኣይሰመረለይ ካልእ ክገብሮ ዝግባእኒ እንተዝግን በጃኹም ንገሩኒ
ሓሲሙኒ ኣይጥዓምን ህሞት ጥዑም ድምፂ ሰሚዐዮ ፍሽኽታ ጉዱእ ልበይ ኣረኺቡ እፎይታ
ክቡራት ሰማዕቲ ዛንታ ሓውና ሰሚዕናዮ ኣለና እዚ ጉዳይ ኣብ ብዙሓት ዝረአ ዘሎ እዩ ሓዳር ማለት ምፅዋር እዩ ተኸኣኢልካ ምንባር ምእንቲ ውላድካ ምስዋእ ከምዚ ጌርካ ምኻድ ክንደይ ጽቡቕ መስለኩም ከምቲ ኣቦታትና ዝበልዎ ብሓንቲ ኢድካ ኣይተጣቕዕን ኢኻ ከም ዝበሃል ግን እዚ ሓውና ከምዚ ንሪኦ ዘለና ብሓንቲ ኢዱ ከጣቕዕ ኣይክእልን እዩ ንሱ ደልዋ ንሳይ ደልየቶም ኦኬ ይኹን ሩፍታኸ እንታይ ትኹን ቀንዲ ክሕሰበሉ ዘለዎ ጉዳይ እዩ ናበይ መንገድና እተን ቅድሚ ዓራት ምድያምና ክምለሳ ዝግበአን ሕቶታት ንምልሰን ኣለና ዲና ኣይመስለንን ንሱ ምስ እንቃዓ ድሌቱ ጓሉ ስኢኑ ንሳውን ጌጋ እያ ዘላ ኣብዞም ሰብ ሓዳር ጥራይ ግን ኣይኮነን ከምዚ ዘጋጥም ዘሎ ኣብ ብዙሓት ሰባት ከም ተርእዮ ኣሎ እቲ ቀደም ኣዴታትና ክኢለን ንደቀን ኢለን ድኒነን ኸዳ ነይረን ተዓዊተን ዳርጋ ኩልና ፍቕሪ ወለድና ጸጊምና ኢና ዓቢና ምክንያቱ ወይ ኣቦና ተፃዊሩ ኣብዚ ደረጃ ኣብፂሕና ኣሎ ወይ እውን ኣዴና ክኢላ ኣብዚ ደረጃ ኣብፂሓትና ኣላ ገለ ሰባት ኣብ ታሪክና ክነዘንቱ ከለና ወለድና ብምፍትሖም ፍቅሪ ወለዲ ስኢንና ከም ዝዓበና ሕማቅ እውን ከም ዝነበርና ንገልፅ ኢና እሞ ንሕና ኸ ፅባሕ ብታሪክ ውላድና ተሓተትቲ ምዃንና ተሰቂርና ኣሎ ዶ ኣይመስለንን እንተስስቆረና ደኣ ዘይንከኣል ኪዳንና ዘይነኽብር ውላድና ዘይንስዋኣሉ ጸገማትና ኣብ ጣውላ ውሪድና ዘይንዘራረበሉ እቲ ጸገም ናይ ምንታይ እዩ ናይ ድሌታት ምስኣን ናይ ናብራ ጸገም ናይ ዓራት ዘይምርድዳእ ፈሊጥና መሚና ኣለሊና ኣብ ጣውላና ዘይንፈትሖ መልሱለይ መልሳለይ ንዓኹም እየ ነቶም ኣብ ሓሸውየ ኣቲኹም ውላድኩምን ነፍስኹምን ትብድሉ ዘለኹም መልሲ የለን ባዕለይ ክነግረኩም ንኹሉ ነገር ክትፈትሕዎ ትኽእሉ ኢኹም ጥራይ ምርድዳእን ግሉፅነትን ይሃሉ ክትፈትሕዎ ከም ትኽእሉ እውን ኣፀቢቕኩም ትፈልጡ ኢኹም ፀገምኩም ግን ከም ዘይፈለጥኩም ክትኮኑ ምፍታን እዩ ስለዚ ሰብ ንኹን ሰብ ዝገብሮ ንግበር ንፅባሕ መንገድና ነጣጥሕ ናይ ፅባሕ ሰባት መታን ክንከውን ክብራት ሰማዕቲ ናይ ሎሚ ዝኽርታ ዜማ ኣብዚ ተዛዚሙ ኣሎ ኣብ ዝመፅእ እውን ብካልእ ዛንታ ክንራኸብ ኢና ክሳብ ሽዑ ኣኣብ ዘለናዮ ሰላምን ጥዕናን ንኹላትና ኣብ ታሕቲ መፅሓፍ ኮመንት ነዚ ሓውና